ሰላም ተኸታተልቲ ዓውደ መሪሕነት መደብ ናይ ሎማዓንቲ ሒዘልኩ መጽየ ዘለኹ ሕጽር ዝበለት መልእኽቲ ድማ መለለይ ብሉጽ መራሒ ኣብ ርእሱ ብዙሕ ዘዋፍር ዊን ከኣ ኢንቨስት ዝገብር ሰብ እዩ ዝብል ሓሳብ ክኸውን እዩ ከም ሰባት ኣብ ዝረኣ ነገር ነዋፍር ኢና ኣይንጽገምን ኢና ከም በዓል ገዛ ክዳን ልብሲ መኪና ትካል ዝኣመሰለ ነገራት ማለት እዩ ከምኡ ድማ እቲ ባህርያዊ ዝኾነ ዕቤት ናይ ሰብ ማለት ናቹራል ዝኾነ ድማ ክንዕዘቦ ቀሊል እዩ። ንኣብነት ቆልዓ ተወሊዱ ክዓቢ፣ ተኽሊ ተተኺሉ ክጥጥዕ፣ ዘርኢ ተዘሪኡ ክበቁል፣ ባዕልና እውን ከም ሰባት ብኣካል ፊዚካሊ ክንዓቢ ከሎና፣ ገንዘብ ኣብ ባንክ እውን ብመጠኑ ማለት እዩ ወለድ ክህልዎ ንቡር እዩ። ከም ሕብረተሰብ ኣብዞም ቁሳዊ ዝኾነ ነገራት ብዙሕ ኢና ንዋፍር ወይን ከኣ ኢንቨስት ንገብር ግን ኣብ ርእስና መጺና ግን እቲ ፐርሰናል ግሮዝ እንብሎ ወይን ከኣ ግላዊ ዕቤት ዝብሎ ግና መጽሓፍ ገዚእካ ኣብ ዝተፈላለየ ሰሚናራት ወይን ከኣ ዓውደ መጽናዕቲ ብምስታፍ ማለት ገንዘብ ከፊልካ ብዙሕ ከም ዓቐብ ኮይኑ እዩ ዝረኣየና ኣይነዘውትሮ ኢና ምናልባት ብቲ ምኽንያት ሓደ ዝዓበናሉ ሕብረተሰብ ወይ ከኣ ባህሊ ከምኡ ስለ ዘይኮነ ክኾን ይኽእል እዩ። ምስኡ ድማ ምናልባት እቲ ውጽኢቱ ብዙሕ ስለ ዘይረኣየና ማለት እዩ። ምኽንያቱ ዝጭበጥ ነገር ስለ ዘይኮነ። ኣብ ዝጭበጥ ነገር ኣይኮንናን ንዋፍር ዘለና። ከምዚ ኢልና ግና ሰብ ግን ብዘይደልዮ ነገር ወይ ከኣ በቲ ኣሉታዊ ነገራት ክዓቢ ንቡር እዩ። እዚ ሓደ ካብቲ ምኽንያት እንታይ እንተ ኢልና ሰብ ብባህሪኡ በቲ ተፈጥሮኣዊ ኣዳማዊ ሓጢኣት ኣብቲ ውሽጡ ዘሎ ዲኤንኤ ስለ ዘሎ ክፉእ ንኽገብር ክጽዕር የብሉን። ብባህሪ ሰብ ክፉእ ስለ ዝኾነ ማለት እዩ ግን በቲ ኣወንታዊ ነገር ግን ቀሊል ነገር ኣይኮነን ጻዕሪ ይሓትት እዩ ማለት እዩ ርእስኻ ምውጻዕ ወይ ከዓ ዲስፕሊን ይሓትት እዩ ስኢሉ ዝመጽእ ነገር ኣይኮነን ጽቡቕ ባህሪ ማለት እዩ ከምኡ ድማ ዝራእቲ እንተ ርኢና ፀሃያይ ይበቕልዎ ማለት እዩ ፀሃያይ ከደለና እዮም ዝመፁ ከምኡ ከዓ ነቲ ዝራእትኻ የበላሸዎ ጉድኣቶም ከዓ ዓብዪ ማለት እዩ ከምዚ ኢልና እምበኣር ብዛዕባ ግላዊ ዕቤት ወይንከኣ ፐርሰናል ግረውዝ ብሓፈሻ ካብ ተዛርብና ናብ ናይቲ መራሒ ብሉጽ መራሒ ዘገብሮ ሓደ ስኒ ኣብ ርእሱ ዘዋፍር ወይንከኣ ኢንቨስት ዝገብር ኢልና ኣለና። ሓፈሻዊ ሓሳብ ክሕግዘና ዝኽእል ሓደ ግዜ የሱስ እንታይ ኢሉ ኣሎ ብትሰምዕዎ ተጠንቀቑ ስለዚ ንሰምዖ ኣገዳሲ ኣብቲ ናይ ህይወትና ኣተሓሳስባ ኣብቲ ናይ ህይወትና ዕቤት ማለት እዩ። ብዙሕ ግዜ መግቢ ክንሓስብ ኮለና፣ ዳየት ክንሓስብ ኮለና፣ ነቲ ኣብ ውሽጥና ኣካል ዘምጽኦ ጥዕና ዘምጽኣልናን ዘየምጽኣልናን፣ ንጥዕና ዝሰማማዓናን ዘይሰማማዓናን ንመርጽ ኢና። ከምኡ ኮይኑ ግን ኣብቲ ዕቤት ናይ ህይወትካ፣ ናይ መንፈሳዊ ዕቤትካ፣ ናይ ስነ-ኣእምሮኣዊ ዕቤትካን ዝኣመሰለ ነገራት ግን ሓቐና ብዘለዎ መገዲ ጌርካ መሚኻ ዝዋጽኣካ ክትሰምዕን ከተንብብን ግን ቀሊል ስራሕ ኣይኮነን። ስለዚ ብዙሕ ግዜ እቲ ናትና ዕቤት ወይን ከኣ ፐርሰናል ግረውዝ ብብዙሕ ነገር ዝተጸልወ እዩ። ሓደ ካብኡ ብእነንብቦ፣ ብንርእዮ፣ ምስ ግዜ እነሕልፎ ሰባት፣ ብኣማኸርቲ ወይን ከኣ ብመዕበይቲ ከምዞም ሜንተርስ ንብሎም ዝተጸልወ እዩ። ስለዚ ግላዊ ዕቤት ኮነ ኢልካ ብሓቐና ተበጊስካ ትገብሮ ነገር እምበር ብወዝቢ ዝኸውን ነገር ኣይኮነን ዝብል ሓሳብ ኣሎኒ። ሎማዓንቲ ግና ኣብቲ ናይ መራሒ ዝብል ሓሳብ ብሉጽ መራሒ ዘግብሮ ሓደ ካብኡ ብፍልጠት ርእሱ ዘዕቢ ሰብ እዩ ማለት እዩ። ንጉስ ሰሎምን እቲ ውሩይ ንጉስ ሰሎምን ከምዚ ኢሉ ኣሎ ልቢ ለባም ሰብ ፍልጠት የጥሪ እዝኒ ጠቢባን ከኣ ፍልጠት ትደሊ ኢሉ ኣሎ። ቀጺሉ ድማ ነፍሲ ብዘይ ፍልጠት ምዃና ጽቡቕ ኣይኮነን፣ ቅልጡፍ እግሪ ከኣ ይስሕት ኢሉ። ስለዚ ሓደ መራሒ ካብቲ ንህይወቱ ከዋፍ ኢንቨስት ክገብር ዘለዎ ወይን ከኣ ከዋፍር ዘለዎ ነገር ብፍልጠት ክዓቢ እዩ። ብሉጽ መራሒ ድማ ካብቲ ሓደ ዕቤቱ ዝጅምር ካብ ርእሱ ብምፍላጥ እዩ። ማለት እቲ ዝጎደሎ ነገር እንታይ እዩ፣ ጽቡቕ ጎኑ እንታይ እዩ፣ ድኹም ጎኒ እንታይ እዩ ብምፍላጥ ብኡ ኸኣ በቲ ዘለዎ ንኽዓቢ ክውስን ከሎ እታ ቀዳመይቲን ኣገዳሲትን መገዲ'ያ ማለት እዩ። ፈላጥ መሪሕነት ጆን ማክስወል ክዛረብ ከሎ ዝሓዝካ ሰብ ኮንካ ክትርከብ ብባህሪኻ መንነትካ ክትዓቢ ኣሎካ ይብል። ብሞያኻ ክትስጉም ክእለትካ ኣዕብዮ ዊንካ ኣማዕብሎ ይብል ማለት ስለዚ ክልተ ነገር እዩ ማለት እዩ። ባህሪ ክዓቢ ኣለዎ ክሕለው ኣለዎ ከምኡ ከኣ ክእለት ውንካ ብቅዓት ውንካ ተውህቦካ ክምዕብልካ እትገብሮ ኮነ ኢልካ ብሓቐና እትገብሮ ነገራት ክህልዎ ኣለዎ ማለት እዩ ከምቲ ብዙሓት ፍላጣት መሪሕነት ዝብልዎ ድማ ርእሱ ዘዕቢ ውንካ ርእሱ ዘዋፍር መራሒ ኣብቲ ንሱ ዝመርሖ ዘሎ ትካል ውንካ ሕብረተሰብ ከኣ ኢንቨስት ዝገብር ውንካ የዋፍር ከምዘሎ እዩ ዝውሰድ እዩ ዝብሉ ልክዕ እዩ ናቱ ዕቤት ናይቲ ዝመርሖ ዘሎ ጉጅለ ወይንከዓ ሕብረተሰብ ዕቤት ስለዝኾነ ማለት እዩ። ኣብ ሓደ ዝተገብረ ኣሃዛዊ መጽናዕቲ ክግብርዎ ከለዉ ካብ ዝገበርዎ ኩባንያታት ማለት ክልተ ሰለስተ ሽሕን ክልተ ሚእትን ኣቢሎም መጽናዕቲ ኣብ ዝገበርዎ ዓሰርተ ሚእታዊት ባጀት ኣብ ቁሳዊ ነገራት ክውፍዩ ከለዉ ፍርያማነት ወይን ከኣኒ Productivity Level ሰለስተ ነጥቢ ሓሙሽተ ወሲኹ። ብተመሳሳሊ ዓሰርተ ካብ ሚእቲ ባጀት ኣብ ስልጠና ሰራሕተኛታት ምስ ገበሮ ግና እቲ ፍርያማነት ሸሞንተ ነጥቢ ሓሙሽተ ወሲኹ ማለት እዩ። ስለዚ ክነወዳድሮ ከለና እቲ ሓደ ሰለስተ ነጥቢ ሓሙሽተ እቲ ሓደ ግና ሸሞንተ ነጥቢ ሓሙሽተ ስለዚ ኣብ ሰባት ምውፋር ወይንከዓ ኢንቨስት ምግባር እቲ ዝዓበየ ውፅኢት ወይንከዓ ወለድ ወይንከዓ ሪተርን እትረኽበሉ እዩ ማለት እዩ። ስለዚ ብሉፅ መራሒ ርእሱ ብፍልጠትን ብምስትውዓልን ብጥበብን ብክእለትን ብተመኩሮን ከዕብያ ወይንከዓ ከሀብትማ እዩ ዝፅዕር ማለት እዩ። ናይ ብሓቂ ድኹም መራሒ ወይንከዓ ርእሰ ወልቀ መራኺ ተኾይኑ ግና ብቑሳዊ ነገራት ወይንከዓ ማትሪያል ብዝኾነ ነገራት እዩ ክብት ንዝረኣ ብሉጽ መራሒ ኣብ ርእሱ ዘዋፈር ምእንቲ ካልኦት ክምግብ እዩ ዊን ከኣ ንካልኦት ክጠቅም እዩ ድኹም መራሒ ዊን ከኣ ውልቀ መላኺ መራሒ ግና ብናይ ካልኦት ወፍሪ እዩ ርእሱ ዝቅለብ ንርእሰ ኣይጥዓመኒ ዝብል ስለዚ ንርእሱ ክጥቀም እዩ ዝሓስብ ብሉጽ መራሒ ኣብ ርእሱ ዘዋፍር ምእንቲ ክፈሪ እሞ ጽባሕ ንጎ ዝገድፎ ውርሻ ዊን ከኣ ሓድጊ ዊን ከኣ ለገሲ ጽቡቅ ንክኸውን እዩ ድኹም መራሒ ዊንከኣ ውልቀ መላኺ መራሒ ግና ንርእሱ ደሊቡ ዊንከኣ ብኻልኣይ ንደቁ ዊንከኣ ንስድራቤቱ ሃብቲ ከውርስ እዩ ዝጽዕር ማለት እዩ። ከምዚ ኢልና እምበኣር ናይ ብሓቂ መራሒ ክትከውን ብሉጽ መራሒ ክትከውን ዶ ትሓስብ ኣሎኻ? ቅድሚ ኣብቲ እትመርሖ ዘለኻ ትካል ድዩ ዊንከኣ ሕብረተሰብ ቅድሚ ምውፋርካ ኣብ ርእስኻ ወፍሪ ግበር ኣብ ርእስኻ ኢንቨስት ግበር እሞ ርእስኻ ብትዓብየሉ መጠን ርእስኻ ብተወሰኽካሉ መጠን እቲ ንስኻ ትመርሖ ዘለኻ ጉጅለ ድዩ ሕብረተሰብ ድማ ክዓብን ክልወጥን እንከሎ ክትርኢ ኢኻ ስለዚ እቲ ዝዓበየ ወፍሪ ከም መራሒ ኣብ ርእስኻ ግበር እዚኣ እያ ዘላትኒ ናይ ሎማዓንቲ መልእኽቲ ዊንከኣ ሓሳብ ኣብቲ ዝመጽእ ግዜ ዓውዲ መሪሕነት ክሳዕ ንራኸብ የቐንየለይ ሓውኹም ኣስመሮም